ሃሎ ደቂ ነጋውስ ከመይ ኣለኹም ኣዜበይ ኣነ ብጣዕሚ ጽቡቅ ኣለኹ ንስኻትኩም ጽቡቅ ክትብሉ ከዓ በዓልቲ ምሉእ ተስፋ እየ ፈትወክም እየ ፈትወክም እየ ፈትወክም እየ ደቂ ነጋውስ ሎሚ ከዓ ኣምፅኤልኩም ኣለኹም ሓዳር ሓዳር ኣብ መንጎ ሰብኣይን ሰበይትን ኣሎ ሓዳር ኣብ መንጎ ውላድን ወለድን ኣሎ ሓዳር ምስ ፋሚሊ ኣብ ሓደ ምስ ወለዲ ኦኬ ሓዳር ማለት ኣብ ሓደ ገዛ ኦኬ ንሕና ኩሉ ግዜ ሓዳር ክንብል ከለና ሓዳርና ክንጸንዕ ክንብል ከለና ሓዳር ሰብኣይን ሰበይትን ብሓደ ነይሮም ከመይ ገይሮም ውላዶም ይዕብዩ ወይ ሓዳር እዩ ግን ብዙሕ ሓዳራት ኣሎ ሕጂ ናብቲ ዝመስለና ሓዳር ጌርና እዚ ትምህርቲ ንጠቀመሉ ኦኬ ጀነራሊ ኦፍኮርስ ናይ ሓዳር ናይ ሰብኣይን ሰበይትን ከመይ ገይሮም ደቅም የዕብዩ ደይኮነስ ከመይ እዩ ነይሩ እንታይ እዩ ኣብዚ በጺሑና ዘሎ ድደፋፍኣና ንምንታይ እዩ ንእሽተይ ክዛረብ እየ ምስቲ ዘለናዮ ኦኬ ብድኾነ ሓዳር ክበሃል ከሎ ኣብ ሓደ ገዛ ኣብቲ ገዛ ከመይ ጌርካ ትነብር ተሳኒኻ ድጎደለ እንዳመላእካ እቲ ሓደ ነቲ ሓደ እንዳሓገዘ እቲ ሓደ ነቲ ሓደ እንዳተረድአ እቲ ሓደ ነቲ ሓደ እንዳተፀመመ ኣብዚ ኣብ ርእሲኡ ከዓኒ እቲ ሓዳር ንክፅብቅ ከኣኒ ነቲ ሓዳር ክቆውም ዝገበርዎ ሰባት ከኣ ኣለዉ ፋሚሊ ድዩ ዓዲ ድዩ ዋላ ገለ ድዩ ዋላ መንግስቲ ድዩ ዋላ ገለታት ኣለዉ ንዓታቶም ከኣኒ ክብረት ምህላው ነቲ ሓዳርካ የብሎ እዩ የትርሮ እዩ ሕጂ ንኣብነት ኣብዛ ገዛይ ኣነ ድሕና ኣምነት እዩ እዚ ኣነን ምስ ሓደ ሰብ ንቅመጥ ኣለኹ ወይ ከዓ ኣነ ምስ ውላደይ ድሕን ንጥቕመጥ ኣለኹ ኣነ ለሴን ኣነ ንወደይን ኣብዚ ንቕመጥ ድሕና ኣለና ነዛ ገዛ ኣነ ንወደይን ብስነ ስርዓት ክንሕዛ ክንክእል ኣለና መዓስ ንኣቱ ድዩ እንታይ ንገብር ድዩ እንታይ ድጎደሎ ከንዕሪ ድዩ ነዛ ኣነን ንሱን ትወደይ ንነብርላሲ ከመይ ጌርና እዚ ሓዳር እዩ ንገዛእ ርእሱ ከመይ ጌርና ሲ ኤነርጂ ንቀያየር ምክንያቱ እቲ ወድና ኣብ ሓደ ቦታ ውዒሉ ክመፅእ እዩ ኤነርጂ ሒዙ ክመፅእ እዩ እቲ ኣደ ድያ ዋላ እቲ ኣቦ ከዓ ናቱ ድውዓሎ ከዓ ናቱ ኤነርጂ ሕጂ ከመይ ጌርካ ዝተሳነኻስ ትነብር ብዝኾነ እሱ እዩ ንሕና ኤነርጂ ኢና ኢለኩም እንዲ ደቂ ነጋውስ እቲ ናህና ኤነርጂ ከዓኒ ከመይ ጌርናስ ምስ ዝኾነ ንረኸቦ ንነብስና ስለ ዝኾነ ንረክብሲ ከመይ ጌርናሲ ተሪር ተሪር ፅኑዕ ክንነብር ንኽእል ምክንያቱ ኣነ እቲ ወርስእት ብዙሕ ነገራት ኣሎ እንዶ ግን እዚ ፍልጠት ድሕና ኣልካ ኣብቲ ሓዳርካ ክፅንዕ ክትፍትን ወርስእት ወርስእት ፅቡቅ ኢለ ኣምን ብዝኾነ ቀዳሞት ሕጂ ብዛዕባ ሓዳር ጀነራል ሓዳር ክንዛረና ቀዳሞት ከመይ እዩ ሓዳር ፅኑዕ ከመይ ገይሮም እዮም እቶም ቀዳማሲ ፅኑዕ ሓዳር ዝገብሩ? ሕጂም ኣሎ ኣብ ኣሎም ሓደ ሓደ ገዛታት ፅኑዕ ሓዳር ዝገብሩ ኣለዉ። ግን ብብዝሒ ሲ ብብዝሒ ኣብ ሙሉእ ዓለም ኢኻ ኣባና ጥራሕ ዘይኮነስ ኣብ ሙሉእ ዓለምስ እንታይ እዩ ኮይኑ ንእሽተይ ካብቲ ናይቶም ቀዳሞት ዝነበሩስ ሕጂ ንምንታይ ሲ ተለዊጡ ንምንታይ ሲ ንእሽተይ ሲ ተቐይሩ ምክንያት ኣለዎ እስ ኢልካ ኣይኮነን ኦኬ ምክንያቱ ከም ኣነ ኩል ግዜ ንብሎ ብዚም እቲ ወይዘር፣ እተን ፕላኔታት፣ እቲ ምግቢ፣ እቲ ንሰትዮ፣ እቲ ንሪኦ፣ እቲ ቴክኖሎጂ ኣበይ ኣብፂሑ ኣሎ ኩሉ ኣፌክት ይገብረና ይትንክፈና እዩ። እህ ብሓደ ኮይኑ ደቆም ይዕብዩ ስጋብ ዝ- እ- ዝምርዓ ኦኬ እ፣ ቀዳሞት ከመይ እዩ- እወ፣ እቶም ደቆም ስስጋዕ ዝምርዓው እቶም ቀዳሞት ብሓደ ፀኒዖም ይነብሩ ደቆም መርዕዎም ኣብ ገዝኦም እ፣ የዕብይዎም ኣብኡ ስጋዕ ሓዳሮም ሓዳሮም ገይሮም ይኸዱ። ዳሕራይ እቶም ደቂ ደቆም ኣብኡ ከማን ሕልኽልኽ እንዳበሉ ይዓብዩ። ፍልይ ዝበለ እዩ ነይሩ። ስቲል ሕጂ የለን ማለት ኣይስምዕን እዩ ኣለው ኦኬ ኣለው ልክዕ ከምቲ ስነ ስርዓት ዘለዎ ፈጣሪ ፈሪሖም ዝኸዱ ናይ ስጋ ወይ ከዓኒ ናይ እንታይ ባህል ዘይ ዘይገጥሞም ደየሸንፎም ደየሕምቆም ፋሚሊ ኣሎ ኦኬ ድተሓጋገዞ ሕጂ ግን እንዳኸበደ ከይዱ ሰብ ሰብ ሓዳር ሓዳሮም ክሰርሕዎ ከስርሕዎ ኣይኽእሉን እዮም ኦኬ ሕጂ እንዳኸበደ ከይዱ ንምንታይ እዩ እንዳኸበደ ድኸይድ እተን ኣንስቲ ሕማቓት ስለ ዝኾና ድየን ከም ኣዲኤን ስለ ዘይኮና ድየን ወይ ተማወዳት ሕማቓት ኮይኖም ከም ኣቦኦም ስለ ዘይኮኑ ከምኡ'ኸ ክንብል ንኽእል ዲና? ኣብዚኸ ሓቂ ኣለዎ ድዩ? ክንዲ ምንታይ ጥጡሕ ነይሩ ኣቦኡ ክምርዖ ከሎ፣ ኣቦሓጎኡ ክምርዖ ከሎ። ኦኬ ጥጥሕ ክበሃል ሕጂ ኣብ መሬትካ ድሕን ኣለኻ ድሕን ትስፉ ኮንካ ሓሪስካ ድሕን ነታ ሰበይቲ ወይ ሓሚልካ ተምፃላ ኮንካ ሽግር የብላን ኣትሊስት እትኦም ቆልዑ ድሕን ተደሪሮም ፍሪክሽን ኣይፈጥርን እዩ ግን ኣብዚ ግዜ እዚ ዘለናዮ ግን እቶም ኣሰብኡት ከምቲ ድልየቶም ስራሕ ክረኽቡ ከማ ስለ ዘይክእሉ እተን ኣንስቲ ብሬድ ዊና ስለ ዝኾና እቲ ናታተን ቦዲ ከማ ይቕየር እዩ ርቀት ይፈጥራ ዋላ እቶም ኣሰብኡት ከማ ዋላ ወፊሮም ድሕን ኣትዮም ነቲ ተን ኣንስቲ ዝገብርኦ ከማ ቫልዩ ትርጉም ዘይህብዎ ሰባት ኣለዉ እቲ ናይ ገዛ ስራሕ ከም ዝብርትዕ ኣይፈልጡን እዮም ክልቲኡ ብርቱዕ እንዲ በብመንገዱ ኣብ ደገ ስትረስ ክህልዎ ክእል እዩ ኣብ- ኣብ ፊዚካል ስትረስ ከዓኒ ኣብ ገዛ ክህልዎ ክእል እዩ ኣብ- ኣብ- ኣብ ደገ ሰሪሕካ ትመፅካ ሜንታል ስትረስ ወይ ፊዚካል ስትረስ ከማን ክህልዎ ክእል እዩ ኩሉ ስትረስ እዩ ግን ንህ- ናህና ጥረ- ናህና ጥራሕ መብዛሕትኡ ስለ ንርኢ ኦኬ ብናትና ከዓ ስለ ኦፕሬት ንገብር ብናትና ኢና ኦፕሬት ኩሉ ግዜ ንገብር ካብ ናይ ፓስትና ካብ ናትና ኢና ኦፕሬት ንገብር እምበር እቲ ብጻየይ እና ዩጅድ ኣይንሓስብን ኢና ኦልዶ እቲ ናትና ብጻይ እዩ ንዓና ዝያዳ መምህርና ክኸውን ዘለዎ ኣብኣቶም ስለ ንሕና ነብስና ንርያ ብዝኾነ ክንብብ ኣየ ሕጂ ግን እንዳ ከበደ ከይዱ ሰብ ሓዳር ሰብ ሓዳር እንዳ ከበደ ከይዱ ተሓዳር ብዝኾነ ሓዳሮም ከስርሕዎ ኣይኽእሉን ምግቢ ምግቢ ዓቢ ታራ ዓቢ ታራ ኣለዎ የ ሕጂ ንኣብነት ምግቢ ታራ ኣለዎ ኦኬ ምፅጋብ ትሮቦ ምፅጋብ ከማነ የኽብደካ ስለ ዝኾነ ነቲ ከባቢኻ ክትርዳእ ከቢድ እዩ ምክንያቱ እቲ ንሕና ምስ በላዕና ኦኬ እቲ ዝስምዓና ስምዒታት እሱ እዩ ምስ ናቲ ሓንጎልና ምግቢ ዝህቦ እቲ ፍርኩንስ ምግቢ ዝህቦ ናብ ላዕሊ ከይዱ ኢንፎርሜሽን ከምፅእ ምስቲ ከባቢኡ ኣብ ደገ እንታይ ኣሎ እቲ ሰብ ከመይ ኣሎ ሕጂ ድሕን ኣኽቢድና በሊዕና ከማነይ ወይ ከዓኒ ተመረዘ ድሕን ኮይኑ ነገቲቭ እዩ ዘለዎ ሕጂ ነበር ነብስና ድሕን ኣሲድ ኮይኑ ኦኬ ጽቡቅ ክንሓስብ ክን ኣይንኽእልን ኢና ድሕን ባላንስ ድሕን ዘይኮነ ኣልከለይን ድሕን ዘይኮነ ኦኬ ሕጂ እቲ ንበልዖ ንሪኦ ከማነ ድሕን ኣብ ሸውሸራ ኣምሲና ወይ ከዓ ኣብ ዘይኮነ ቢልና ኣምሲና ከማን ስቲል እቲ ናትና ኬሚካል እቲ ናትና ቦዲ ተቐይሩ ስለ ዘሎ ነቲ ናትና ገዛ ብስነ ስርዓት ዲል ክንገብሮ ኣይንኽእልና ፕረዘንት የለናን በቲ ኣፌክት ዝተንከፈና ዝለኸፈና ነገር ብኡ ተለኺፍና ስለ ዘለና ነቲ ናብራና ዋላ በይንና ከለና ነቲ ናብራና ንቕልሶ ሓንሳብ ሓንሳብ እሲካ የጋራጭወካ ምክንያቱ እቲ ትበልዖን እቲ ትሪኦን ዓብ ታራ ስለ ዘለዎ ሕጂ ከመይ ገይሩ እዩ ናይቶም ቀዳሞት እቲ ዝበልዕዎን ድርእዎን ፍልይ ዝበለ እዩ ነይሩ ፍልይ ዝበለ ፍርኩንሲ እቲ ኣየር ፍልይ ዝበለ እቲ ምግቢ ሙሉእ እቲ ነብሶም ሙሉእ ስለ ዝኾነ ሕጂ በዚ ዘለናዮ ኩነታትሲ ፅቡቅ ዶ ኣለና ብጣዕሚ ፅቡቅ ኣለና ኣነ ይብል ፅቡቅ ኣለና ምክንያቱ መብዛሕተን ኣዴታት ዓጢቐን ወላ ኣቦታት ዓጢቖም ስድራ ቤቶም ይኣልዩ ደቆም ይዕብዩ በቲ ኢሎም በቲ ኢሎም እቲ ህይወትሲ ይግጠም ኣሎ ከመይ ብዙሕ ነገራት ቀሊሉ ኣሎ ግን ብማቴሪያል በሪ በቲ ስፒሪቹዋል በቲ ናትና ስምዒትና ናይ ውሽጥና ግን ኣይማዕበለን ደሎ ተጓዲሉ ኣሎ ብምግቢ ይኹን ብነጋቲቭ ኤነርጂ ንበሎ ኦኬ ኣብ ኣብ ዓድና ቀዳሞት መን ምስ መን የሰማምዑ ይፈልጡ እዮም ብተመክሮ ኦኬ ኣብ ዓድና ቀደም መን ምስ መን ወዲ መን ምስ ወደያ መን የመርዕዎም ይፈልጡ እዮም ምክንያቱ ኣዲኣ ከመይ እያ እቲ ኣቦ ከመይ እዩ እቲ ናታቶም ኤነርጂ ኦኬ እቲ ሓይሎም ሕጂ ንኣብነት ኣብ ዓድና ድኣ ክላእ ኤነርጂ ኣይፈልጡን ዶ ይፈልጡ እዮም ወዲ ክስቶ ውዑይ እዩ ምስ ጓል ክስቶ ኣይሰማምዕን እዮም ክልቲኦም ውዑያት እዮም ኣብ ሓደ ክነብሩ ኣይኽእሉን እዮም ግን ጓል ክስቶ ህድእ ዝበለት እያ ምስ ጓል ክስቶ ድኣኒ ከነብሎ ወይ ከዓ ምስ ወዲ ክስቶ እምበር ጓል ክስቶ ድኣ ክትብርትዕ ገለ እንድያ ከመድያ እንድያ ምስ ወዲ ክስቶ ግን ፅቡቅ ክሳነዩ ይኽእሉ እዮም እዚ እቲ ናታቶም ኤነርጂ እቲ ናታቶም ፍሪኩንሲ እዮም ኣስተውዒሎም ደዋስብዎም ሓዊ ምስ ሓዊ ወይ ከዓ ማይ ምስ ማይ ወይ ከዓ እንታይ ይበሃል ኣይዋስብዎምን እዮም የላለይዎም እዮም ሕጂ ከማን መፅናዕቲ ኣሎ ከመይ ገይሮም የላለይዎም ኣብ ናይ መን እዩ ዝሰርሕ

ኦኬ ኣለስ ብኢንተርስት ንክፍትሙ ወይ ንገለመታት ኢሎም ተደኣትዮሞ ዩጁሊ ነቲ ዝደለይኦ ኤንድ ምርዓዋ መሪፀን ወደያ ክፍቶ እምበር ንወደያ ክፍቶ ሳይምርዓን እዩ ዝብላ ሓቀይ ኣለዎ ማለት ሲ ስጥን ዝበለ ህዝቢ እዩ ብዙሃነ ንኣብነት ውዒ ሰብኣይ ከምዚ ክብሎ ፅላሕኪ ደቂ ነጋውስ ውዒ ሰብኣይ ምስ ዝሕል ዝበለት ሰበይቲ እዮም ዘዋስብዎ እቲ ስድራ ድማ ኣዝዩ እቲ ስድራ ድማ እዩ ዝዝመዶ ዝዛመዶ እሄ ሕጂ እዚ ማለት ጸቕጢ ይፈጥር ሕጂ ንኣብነት ኣብ ኣብ ደገ ክትምርዖ ከለኻ ዋላ ገለ ዋን ቱ ዋን ኢኻ ትምርዖ ብብዝሒ ምስቲ ስድራ ብዙሕ ድምቕ ጽብቕ ዝበለ ግፍሕ ዝበለ ስለ ዘይትፈልጦም ኣይግድሸካን እዩ ዋላ እቲ እንታይ ይበሃል ማለት ለስ ጸቕጢ ኣሎ ደይግድሸካ ዘይኮነሲ ጸቕጢሲ ይውሕድ ኣብዚ ኣብዚ ግዜ እዚ ካብ እቲ ቀደም ግን እቲ ዓዲ ብምልእታ እያ እንድያ ምስቲ ካልኣይቲ ዓዲ ትመርዖ ማለት እዩ ወይ ከዓ እቶም ፋሚሊስ ምስቶም ፋሚሊስ ተዛሚዶም ስለ እንዳ ዘማና ስለ ዝበሃል ተዛሚዶም ስለ ዘለዉ እተ ውላዶም ፀቕጢ ኣሎ ዝያዳ ካብቲ ናታቶም መርዓ ረለሽንሽፕ ናይ ኣቦኦምን ኣዲኦምን ናይ ኣቦሓጎታቶምን ናይ ኣዝማዶምን ናይ ተዓደሙን ፀቕጢ ኣለዎም ክፍትኑ ፌልያር ፍሹላት ከይበሃሉ ዝያዳ እዮም ዝርጓት እዩ ዝበሃል ዝርጓት ተዘሪጎም ከይበሃል ማእታን ዝርጓት ክበሃሉ ኣይደልዮም ብጣዕሚ እዮም ዝሰርሕሉ እዚ ክብል ይደሊ ኦኬ ጸቕጢ ይፈጥረሎም እዚ ጸቕጢ ዝረ ዝፈጥረሎም ብዝካሎም መጠን እቲ ሓዳሮም ዋላ ከቢድ ከሎ ዝገበሩ እንዳገበሩን ስጋዕ ደቀን እንዳዓቢሎን ኡስ ይብላ እየን ገሊኦም ሓላላት ኣለዉ ገሊኦም ግን ነቲ ፓወር ናታቶም ኣቢዩ ዝገብሩ ኣለዉ ንምንታይ ካብ ኣተዓባብዮም እንታይ ሪኦም እዮም ዓብዮም ክፉኣት ማለት ዘይኮነሲ ምናልባት ከምኡ ዓይነት ኣባታ ድሕና ኣለኹም እንታይ እዩ እቲ ፍራስትሬሽን ዘለዎም? እንታይ እዩ እቲ ናታቶም ሮል? ከመይ እዮም ክዓብዮም? እንታይ እዩ ሰብኣይ እዩ ክድገብሮም ኢሎም ዝሓስብዎ ክዓብዩ ከለዎም ዋላ ደቂ ከማን ኣብትን ኣነ ክዓቢ ከለኹ ከማነ ከምኡ ኬፍ ዝበን ሰባት ኣለዋ ይበሃል ኦኬ ከምኡታት ትርር ድሕን ደይበለ ሰብኣይሲ ድሕን ልስልስ ኢሉ ሲ ልምዲ ስለ ዝኾነ ኣብቲ ካልቸር ስለ ዝተኣታተወ ማለት እዩ ብዝኾነ ከምታት ኣሎ ብዝኾነ ኣብቲ ቀደም ብዙሕ እ፣ ነገራት ነይሩ ድሕግዞም ሓዳሮም ክፀንዕ ሓዳሮም ክፀንዕ ናብርኦም ክፀንዕ ደቆም ክዕብዩ እ፣ ደቆም ኣብቲ ዝብፃሕ ከብፅሕዎም ያ ብዙሕ ኤኒወይ ውዕይቲ ሰበይቲ ድማ ምስርግ ዝበለ ሰብኣይ የዋስብዋ ክትፃወሮ ክትፃወሮ ማለትኒ ኣነ ቅድሚ ሕጂ ዋላ መርዓ ከማኒ ኤነርጂ ኢኻ ትቀያየር ኣብ ስራሕ ኬድካ ኤነርጂ ትቀያየር መርዓ ኣብ መርዓ ኤነርጂ ኢና ኩሉ ግዜ ኤነርጂ ኢና ንቀያየር ግን ሓንሳብ ሓንሳብ ኩሉ ግዜ ኤነርጂኻ ክትህብ ክትህብ ክትህብ ፓምፓየር ይብልዎ ከምዚ ሰሓቢ ደም ሰብ ምሽን ቅመፁ ደም ደምካ ይመፅወካ ከምኡ ድስማዓካ ኣሎ ድሕን ኣስተፊልና ኣሎ ሓንሳብ ሓንሳብ ነብስና ምስ ዘይኮነ ሰባት ድሕን ቀሪብና ወይ ካብቲ ኣዘራርብኦም ሓይልና ድኽም ይብለና ኦኬ ምክንያቱ እቲ ናትና ኤነርጂ ስለ ሳክ ዝገብሮ ሰባት ኣለዎ ከማን ኣብ ሓዳር ከምኡ ዝገብሩ ኦኬ ድሕን ጥራሕ ትወስድ ትወስድ ኮንካ ዘይትህብ ድሕን ኮንካ እ- እ- እ- ሕማም ወይ ይፍጠር ኣብቲ ሪሌሽንሽፕ ደይምስናይ ይፍጠር ብዙሕ ነገር ስለዚ እዚ ከዓ ከለስተበለሉ ክንክእል ኣለና ፅቡቅ ኣይኮነን ካብ ሰብ ክትወስድ ክትወስድ ጥራሕ ፈጣሪ ከማን ይዕፅወልካ እዩ ድሕን ሂብካ ኢካ ትወሃብ ግን ኣለዉ ሰባት እዚ ትርዲ ድሕና ኣለና ግን ስጋዕ ናይ መጨረሽታ ነቲ ብፃይካ ትቦ ነታ ብፃይትኻ ትህባ ዋይኖት ኦኬ ምክንያቱ ትህብ ትዋሃብ ያ ከምኡ ኢና ጠጠ ክንብል ኦኬ ቀዳሞት ፍልጠት ናይ ፍርኩንስ ሓይሊ ነይርዎም እዚ ሕጂ ክብለኩም ዝፀሓፍኪ እቲ ፍሪኩንሲ ናህና ህርመት ኦኬ ቫይብሬሽን እንታይ ኢልዋ ባርብሬሽን ኣይትበሊ ድኒ ባር ሓሳብ ሓሳብሲ እሲ ካብ ብልምዲ ትብሎ ነገራት ኣሎ ብዛዕ ኤኒወይ ሕጂ ንሕና ሓይሊ ምዃንና እትዮም ቀዳሞት ኣበይ ቫርብሬት ንገብር ይፈልጥዎ እዮም ኦኬ ሕጂ ከመይ ገይሮም ዋላ ከማኒ ሓደ ሰብ ድሕን ኣብ ፅቡቅ ኩነታት ድሕን የለይ ከይዶም ኣይዛርብዎን እዮም በሉ እስኪ ክንፀንሕ ክንረግእ ግን ይብሉ ሕጅስ ግዜ ይኮነን ዋላ እቲ ግዜ እቲ ሰዓት ይፈልጡ እዮም ምስ ምስ ናይ ሰብ ጥራሕ ዘይኮነሲ ዋላ ከማን ሓደ ነገር ክሓቱ ወይ ከዓኒ ክዕርዩ ዋላ ገለ ከማኒ ነቲ ደሎ ወይዘር ከማንሲ ይርእዩ እዮም ኦኬ ምሸት ከይዶም ሓደ ነገር ኣይገብሩን እዮም ይፈልጡ እዮም ብንግሆ ዝግበር ነገር ኣሎ ብምሸት ዝግበር ነገር ኣሎ ብቐትሪ ዝግበር ነገር ኣሎ ኣብ ቤተክርስትያን ኣፍ ደገ ረኪብካ ትገብሮ ኣሎ ዋላ ኣብ እንዳ ስዋ ከሄድካ ዝግበር ኣሎ ነናቱ እቲ ባርብሬሽኖም ጽቡቅ ገይሮም ይፈልጡ እዮም ኦኬ ጽቡቅ ገይሮም ፈልጡን ማለት እዩ ኦኬ ቀዳሞት ፍልጠት ናይ ፍሪኩንሲ ወይ ከዓ ሓይሊ ነይርዎም ንሕና ፍሪኩንሲ ኢና ኩሉ ግዜ ድማ ምስ ካልኦት ክንራኸብ ከለና ሓይልና ኢና ንቀያየር ሕጂ ክብረት ናይ ሰብ ከማን ክህልወና ኣለዎ ምክንያቱ ሓይሊ ስለ ንቀያየር ኦኬ እቲ እንታይ ዓይነት ሓይሊ ኢኻ ክትወስድ ደሊኻ ደለኻ እንታይ ዓይነት ሓይሊ ኢኻ እንታይ ትብለና እንታይ ትብለና እዚ ደላ ገልምታት ኣብኡ ከለኻ ንሰብ ምሽ ርኢ ከተብሎ ከለኻ ደስ ይብለካ ወይ ከዓ ኣብ ሓደ ቦታ በፂሕካ ዕሊልካ ክትምለስ ከለኻ ንገዛኻ ደስ ምሽ ዝብለካ ፍኹስ ዝብለካ ወይ ሓንሳብ ሓንሳብ ከዓ ዋይ እንኳዕ ያሬት ከምዛ ይበልኩን ነይረ ወይ ከዓ እንተደይ ኮድኩም ዝሓሸኒ ነይሩ ገለ መልታት ትብሎ ነገራት ኣሎ ዓው እቲ ኤነርጂ ክትቀያየር ከለካ ደሎ ትሳደዶ ነገራት ኣሎ ኦኬ ንሕና ቨሪ ቨሪ ፓወርፉል ኢና ኦኬ ትሳደዶ ነገራት ኣሎ ብምፍላጥን ብደይ ምፍላጥን ኦኬ ዋላ ሕጂ ሓደ ሓደ ሰባት ፅቡቅ እንዳተዛረቡ ድሕን ደይ ፅቡቅ ሓሳባት ትሓስቡ ኣለዉ ብኣኻ ፒክ ትገብሮ ኢኻ ምክንያቱ ንዓና ሶል ኣለና ኦኬ እቲ ሶልና እዩ ኮንዳክት ዝገብረና እሱ ክጉዳእ ከሎ ከዓኒ ኦፍኮርስ ይስምዖ ስለ ዝኾነ ንዓና የርሕቀና ንሓደ ሓደ ሰባት ብዘይ ኖ ሪዝን ካብኣቶም ንርሕቕ ኢና ወይ ከዓኒ ብሓደ ሓዳር ጌርካ ኔርካ ኔርካ ኔርካ ነንበይንኻ መንገዲ ድሪፍት ትገብር ምክንያቱ እቲ ናትካ ቫርብሬሽን ስለ ዝቕየር ገለ ነገርሲ እቲ ሶል ክዓብየሉ ካብ ካልእ ቦታ ዝደልየሉ ክዓብየሉ ዝደልዮ ነገርሲ ኣሎ ሶ ድሪፍት ትገብር ከይተ ኣብ ሓደ ገዛ እንዳነበርካስ ብሓደ የለኻ ሕማቕ ማለት ኣይኮነን ኣብኡሲ እኹል ንዓኻ ደፅግብ የለን ማለት እዩ ኣብ ካልእ ተጣየቕ እዚ ድሕን ተፈሊጡ ግን እንታይ ኢልካ ቸክ ጌርካ ከተሐድሾ ትኽእል ኢኻ። ንምንታይ ሓደ ሓደ ሰባት እንደገና ይምርዓው ወይ እንደገና ሰለብሬት ይገብሩ ቫሎም ይሐድሱ ዋይ ምክንያቱ ነቲ ዝቀሃመ ነገር ነዚ ዝደኸመ ኤነርጂ እንደገና ክኩልዕዎ ማእታት ኖለጅ ድሕና ኣለና ኦኬ ብብዙሕ ነገራት ምስ ዝኾነ ሰብ ክትሳነ ትኽእል ኢኻ ሓደ ሓደ ሰባት ግን ናታቶም ሆስታይል ከማንሲ ነቶም ሓደ ድሕን ተባኢሶም ኣለዉ ሲ በቃ እዚ ኣይከውንን ኢሎም ዕፁ ዕፁ ዕፁ እዚ ነገር እዚ ቫርብሬሽን ድሕን ፈሊጥካ ግን ዘይዕረ ነገር የለን ያ ዋላቲ ፍልላይ ከማነይ ምዕራይ እንድዩ ግን ብኸመይ ነገራት ብኸመይ ብፖዘቲቭ ድዩ ብምንታይ እዩ ሕጂ ግን ከመይ ይስርሓልና ከመይ ንስርሖ ናይ ምስራሕ እያ ሎም መዓልቲ ከመይ ጌርናስ ነስርሖ እያ ደላ ንሕና ነብስና ምስ ፈለጥና ጥራሕ እዩ ብሓፂሩ ከነስርሖ ንኽእል ዝኾነ ነገር ከነስርሖ ንኽእል ድሕን ኢንተርስቲ ዘይብልና ድሕን ኣብኡሲ ጥቕሚ ጥቕሚ ድሕን ንጥቕሚ ኢለ እየ ዘለኹ ድሕን ደይበልና ድሕን ንጥቕሚ ኢለ እየ ዘለኹ ኢልካ ጥቕሚ ጥራሕ ድሕን ትህብ ኣለኻ ጥቕሚ ስለ ትፅበ ጋዶ ኸውን ሕማቕ ኸውን ጌጋ ኸውን ምክንያቱ መዓስ እያ እዛ ጥቕሚ ትመፅእ መዓስ እያ ክንዲ ትነብር መዓስ እያ ጥቕሚ ትመፅእ መዓስ እያ ጥቕሚ ትመፅእ ኢልካ ኢኻ ትሓስብ ግን ድሕን ጥቕሚ የብልካን ሙሉእ ድሕነት ረለሽንሽብ ኣቲኻዮ ባዕልኻ ናትካ ስለ ዝኾነ ኢኻ ተዕርዮ እቲ ካልእ ዝመጽእ ተወሳኺ እዩ ድሕና ላሊኻዮ ከዓኒ ኣፕሪሽት ትገብሩ ንዓኻ ኤነርጂ ህበካ ሓይሊ ህበካ ንሕና ሓየልቲ ሓይሊ ስለ ዝኾና ኦኬ ኦኬ ብሓቲ ሓይሊ ድማ ኣለዉ ኦኬ ሰሓብቲ ሓይሊ ሪዲት ኦኬ ካልኦት ክንገብሮም ከለና ሓይሊ ኢና ንቀያየር ሰሓብቲ እዮ ሕጂ ከምዚ ክብለኩም ፀሓኩ ሰሓብቲ ሓይሊ ቫምፓየር እዮም ዝብሎም ከምዚ መፀውቲ ደም ሓይሊ ኢና ኒሕና ሓይሊ ደም እዩ ደም ሓይሊ እዩ ኦኬ ደምና ድሕን ፅቡቅ ገይረ ዶ ይዘወረ ሓይሊ የለን ሓይሊ ኣይፍጠርን እቶም ሴላት ወላ ሓንቲ ኢንፎርሜሽን ናብ ሓንጎልና ክህቡና ኣይክእሉን እዮም ሓንጎልና ከዓ ናብ ኮስሞ ናብ ኣድማስ ከይዱ ከዓ ኢንፎርሜሽን ኣምፅኡ ክንብረና ኣይንኽእልን እዩ ክንፈልጥ ኣይንኽእልና እንታይ ይካየድ ኣሎ ኣብዚ ኣካባቢና እቲ ኤለክትሪካል ፓትስ እንታይ ይበሃል ኢንፎርሜሽን ትርጉም ዝህበና ነዚ ንክንነብር የለን ኦኬ ሕጂ ትዳኸም ማለት እዩ በል ሓንቲ ክትገብር ኣይትኽእልን ኢኻ ዝያዳ ዝያዳ ዝያዳ ድሕን ተሳሒብካ ተሳሒብካ ተሳሒብካ እዎ ጠጠው ኣቢልካ ጠጠው ከተብሎ ክትክእል ኣለካ እምበረ ዳሕራይ ናይ ሕማምን ናይ ሕማቕ ነገራትን ኢኻ ትኸውን ማለት እዩ ሕሱም ድሕን ሓዳር ኣለዎ ንምንታይ ይማስና ምክንያቱ ከምዚታት ስለ ዝፍጠር እዩ ድሕን ትርድኢት ኣለና ግን ዋላ ከማኒ እንዳፈለጥና ዋላ ኣብቲ ቦታ ከለካ ነብስካ ፕሮቴክት ክትገብር ትኽእል ኢኻ ይካል ኤነርጂካ ፕሮቴክት ክትገብር ኦኬ ንሕና ስጋ ጥራሕ ኣይኮናን ዘለና ንሕና ሓይሊ ኢና ንሕና ስጋ ጥራሕ ኣይኮነን ዘለና ኣብዚ ቦዲና ብዙሓት ለየራት ኣለውና ኦኬ ንኣብነት ንሕና ምስ ደቀስና እዚ ቦዲ ናይ ሙሉእ መዓልቲ ደኺሙ ምስ ደቀሰ እቲ ናትና ሶል ምሳና ኣይድቅስን እዩ ንዓና ፕሮቴክት ይገብረና እዩ ግን ከይዱ ዋንደር እዩ ዝገብር እንደገና ካልእ ክመሃር ክንባራበር ከለና ግን ምሳና እንደገና ተመሊሱ ኣለና ምሳና ኩሉ ግዜ ንዓና ጋይድ ዝገብረና ኣለና ምክንያቱ እሱ ስለ ዝኾነ ክምሃር መፅዩ ብዝቲ ሶል ሂ ኢለዮ ሺ ክንብላ ኦኬ ስጋ ጥራሕ ንሕና ስጋ ጥራሕ ኣይኮናን ኣይኮነን ዘለና ንሕና ሓይሊ ኢና ከምቲ ናትና ዓይነት ሓይሊ ዘለዎም ሰባት እዮም ዘጋጥሙና ሰብኣይን ሰበይትን ናይ ኤሪትራ ፍል እንታይ ይበሃል ካብ ሓደ መሬት ይፍጠሩ ዝበሃል ኦኬ ኣብ ውሽጦም ብዙሕ ነገር ኣለዎም እንድዩ ግን እቲ ቫይብሬት ዝገብርዎ ሓደ እዩ ሓደ ዓይነት ዘይኮነሲ ካብቲ ኩሉ ሓደ ዝመሳሰል ስትሮንግ ተሪር ዝኾነ ኣለዎም እንተዘይኮይኑ ኣይምተጋጠቡን ኣይምተጋጠሙን ኣይምተ ኦኬ እዚኣ ንዓያ ኦኬ እዚ ንዓያ ዝብል ስምዒት ኣይምተፈጠረን ስምዒት ክፍጠር ድሕን ኮይኑ እቲ ዘለካ ስምዒት ትወድን እታ ሰበይቲ እታ ጓል ዘለዋ ስምዒት ለሰይ ብጫ ተደኣ ኮይኑ ሕብሪ ብጫ ከዓ ገይረ ኣለኹ ኣብ ናይ ሓዳርን ብጫ እንዳ ብጫ ናይ ጆሎ ጆሎ ሰይ ዝበሃል ድሕን ብጫ ኮይኑ ንበሎ እሱ ብጫ ኩሉ ሕብሪ እንዲደለና ኩሉ ዓይነት ይደለና ግን ንኣብነት እየ ክነግረኩም ሕጂ ድሕን ብጫ ኣሎ እቲ ብጫ ድምቕ ድሕን ኢሉ ኣሎ ነታ ሰብ እቲኣ ክጥምታ ከሎ እቲ ናታ ብጫ ከዓ ይደምቕ ዶ ይጠማመቱ ኮኔክት ይገብሩ ሕጂ ነዛ ሕብሪ እዚኣ ኦኬ ከድምቕዋ ክኽእሉ ኣለዎም እቲ ቀይሕ እቲ ቀጤልያ እቲ ሰማያዊ እቲ ገለ ክ- ክ- ክምዕብል የብሉን ዝያዳ እዚአን ክምዕብል ኣለዎ ነቲ ናታቶም ሪሌሽንሽፕ ክራኸብ ኦኬ ሕጂ እዚ ኬሚካል እዩ እዚ ዝስምዓና ነገር ኦኬ ደስ ዝብለና ንሓደ ትፈትዎ ሰብ ክትርእዮ ከለካ ዋላ ሰብኣይካ ይኹን ዋላ ሰበይትካ ኣይትኹን ዝፈትዎ ሰብ ክትርኢ ኣለካ ገለ ነገር ኣብኡ ናትካ ትደልዮ ወይ ናትካ ዝስምዓካ ስለ ዘለካ ደስ ይብለካ ኦኬ ብዙሓት ሰባት ኣለዉ ዋላ እዞም ፌሞስ ፒፕል ዘይፈልጥዎም ኣይፈልጥዎም ኣይጥይቕዎም ካብታ ስቴጅ ወሪዶም እንታይ ዓይነት ሰብ ምዃኑ ኣይፈልጦም ግን ዕብድብድ ብክያት ገለ ዝብል ዋይ ገለ ነገር ስለ ኣብ ውሽጦም ዝተንኮፍሎም እምበር ተንኪፎሞም ኣይፈልጡ ሪኦሞም ኣይፈልጡ እንታይ ገብሩ ፈልጡ ንዓይ ከምኡ ስምዕታት ሃልዩንም ኣይፈልጥን እዩ ግን ነቦይ ክርኢ ከለኹ ደስ ዝብለኒ ብጣዕሚ ደስ ይብለኒ ፍስስ ይብለኒ ግን ከምዚ ብብዝሒ ሰባት ኣለዎ ግን እቲ ናታቶም ኣድንቆት እዚ ሕጂ እዚኦም ጌጋ እዩ ክንብል ኣይንኽእልን ኢና ገለ ነገር ማች ዝገብር ምስኣቶም ኣለዎም ኮንትሮል ክገብርዎ ስለ ዘይክእሉ ስጋዕ ዝበኽዩ ሰባት ኣለዉ ስጋዕ ዝበኻ ሰባት ስጋዕ ድዓብዳ ሰባት ኣለዋ ላይፈን ንዕኦም ጥራሕ ዝነብራ ሰባት ኣለዋ እግዚኣብሔር ይስተረና ኣብ ፈተና ይትእትወላይ ብዝኾነ እሱ እዩ ሕጂ ኣብቲ ሓዳር ከኣ ነዛ ነገር እዚኣ ክትምዕብል ክትክእል ኣለዋ። ከም ዘሎ ኣረጋጊጽና ኣለና ምክንያቱ ንርእዮ ኣለና ዋላ ንዕኦም ዲስትሮይ ዝገብሮም ሕጂ ንኣብነት ዋላ ንኢሳያስ ኣፈወርቂ ፔንቸሊና ኢልዎ ሓደ ሓደ ሰብኣይ ሓስዩ ማለት ኣይኮነን ንዕኡ ፔንቸሊንኡ እዩ ዋይ እንታይ እዩ ሰርቪ ዝገብሮ ዘሎ እቲ ናቱ ነገር ምስ ናቱ ኣለዎ ደሰማማዕ ማለት እዩ ሕጂ ሓደ ሰብኣይ መዓስ ኮይኑ ንዓና ሕጂ ከምኡ ዝገብረና ዘሎ ብዙሓትሲ ኣለዉ ማለት እዩ ኣብቲ ኤርያ ሓደ ዓይነት ክስታይ ዘለዎም ሓደ ዓይነት ፍሪኩንሲ ዘለዎም ንሓደ ነገር ሕጂ ንኣብነት ከምዚ እዚ ኤርትራ ከምዚ ዘላቶ ክትከውን ዝደልዩ ሰባት ኣለዉ ማለት እዩ ኦኬ ምክንያቱ እዚኣቶም ከዓ ከምኡ ተጋጣጢሙ ተጋጣጢሞም ኣለዉ ንሕና ክንቅይሮ ድሕን ኮይና ንዕኡ ለምለም ክንገብራ ድሕን ኮይና ሕጂ ንኣብነት ኤርትራ ከምኡ ዓይነት ዘለዎም ሰባት ክበዝሑ ክኽእሉ ኣለዎም ክራኸቡ ክኽእሉ ኣለዎም ሕጂ ናይዚ ቤንቸሊና እንደ ኣምፅየዮ እዚ ቤንቸሊና እዩ ዝበሎ ሲ ሕጂ እዚ ሓሶት ኣይኮነን ሓቂ እዩ ዋላ ኣብዚ ኤሮጳ እንድሕን ርኢና ብዙሓት ኣለዋ ኣብ ስቴጅ ወፅኤን ልበን ዝጠፍአን ገለ መልታት ዋላ ክትንክፎም ጥራሕ ዝደልያ ኣለዋ ምክንያቱ ገለ ነገር ኣብ ውሽጠን ስለ ደተስእለን የለን ማለት ኣይኮነን ኣሎ እዚ ከመይ ጌርና ሲ እዚ ነገር እዚ ኣብ ናትና ንዓና ድመስለና ኣባና ኣብ ጥቕምና ነውዕሎ ኣብ ናህና ኣብ ሰብኣይና ኣብ ናትና ሰበይትና ኣብ ናህና ደቅና ከመይ ጌርና ኣብ ንሕና ፋሚሊ ስድራና ከመይ ጌርና ምክንያቱ ኩሉ ግዜ ዋላ ምስቶም ደቅኻ ከማን ሓንሳብ ሓንሳብ ኔጋቲቭ ኤነርጂ ኣለካ ክትጠይቀሉ ኣለካ ከመይ ገይሩ እዩ ዝመፀ ደላ ኣም ገነ ወርክ ኦን ዲስ ክንሰርሓሉ ኣለኒ እዚ ኢልና ክንሓስብ ክንክእል ኣለና ምክንያቱ ንሕና ፍጡራት ኢና ክንፍተን ኢና መፂና ፈጣሪ ከኣኒ ንዓና ክንዓቢ መኣታ ብኩሉ ነገራት እዩ ዝፍትነና ንፈትዎም ሰባት ይፍትነና ብንፀልኦም ሰባት እኮ ድሓን ብብዝሒ ፅላእ ፅላእካዮም ትርሕቆም ኢኻ ረቀቕቲ ነገራት ከ ኣለዎ ኣብ መንጎ ከኣኒ ብዙሕ ነገር ከዓ ዝፋታተኑኻ ብዙሕ ነገር ኣሎ ሕጂ ርግእ ኢልና ክነስተብህል ኣለና ድሕን ናህና ሓዳር ክፀንዕ ኮይኑ ሓዳር ናይ ሰብኣይን ሰበይትን ጥራሕ ስለ ዘይኮነ ናይ ሓዳር ምስ ደቅና ከማን ኒዐ ሂምን ቢን ኢና ኩሉ ስሚዒታት ሓይሊ ኣለና ኣየናይ ኣበይ ነብሎ ግን ከነለሊ ክንክእል ኣለና ደቂ ነጋውስ እፈትወኩም እየ እፈትወኩም እየ እፈትወኩም እየ ከዓ ኦኬ ንሕና ስጋና ጥራሕ ኣይኮና ኢለ ኦኬ ንራኸብ ክንተሓጋገዝ ኦኬ ንራኸብ ክንተሓጋገዝ እየ ንሕና ንራኸብ ኦኬ ኡስ ኢሉ ኣክሲደንት ኣይኮነን ካብ ሓደ መሬት ይፍጠር ዝበሉ ከኣ ሓደ ዓይነት ኤነርጂ ኣለና ሰብኣይን ሰበይትን ክራኸቡ ከለዉ ንዕቕሳቶም ዘፍርይዎ ነገር ወይ ከዓ ዘባላሽዎ ነገር ኦኬ ምብልሻው ኣነ ኢለ ብሕማቅ ዝበሃል የለ ዋላ ፅቡቅ ዝበሃል የለን ፈተነ እዩ ኩሉ ነገር ከዓ እንተ ነቲ ሓደ ሕማቅ ነቲ ሓደ ፅቡቅ ክኾን ይኽእል እዩ ስለዚ ሕማቅ ዝበሃል ነገር ወይ ከዓ ፅቡቅ ነገር ዝበሃል ዝኾነ ነገር ክፍተኑ ኢሎም እዮም ሕጂ ሰብኣይን ሰበይትን ካብ ሓደ መሬት ይፍጠሩ ምክንያቱ ሓደ ዓይነት እንታይ ይበሃል ዓይነት ፍሪኩንሲ ኣለዎም እንታይ ይበሃል ዝገብሩ ዘራኽቦም ንዓታቶም ኦኬ መዓታን እቲ ሰብኣይ ምስታ ሰበይቲ ኮይኑ ነብሱ ክሕዊ ዝደለዮ ነገር ክገብር ደቁ ክዕቢ ዋትኤቨር እታ ሰበይቲ ከዓ ከምኡ ድሕን ኣለዋ ኮይኑ ትሮማ ድዩ ዋላ ፅምኢ ፍቅሪ ዋላ ክትፍቀ ክትስትት ሰበይቲ ክትከውን ወይ ወርኤቨር እትደሎ ናብቲ ሓዳር ደምጽኣ ኦኬ ንዕኡ ንኸነሕዊ ኢና ንመጽእ እዚ ብስነ ስርዓት ክንሰርሐሉ ከይቀየርና ሓዳር ኣብ ሓደ ኮይና ከንሓዊ ከነዕቢ ግቡእና ክንገብር ግን እዚ ናህና ፍርኩንሲ ከነፅንዖ ክንክእል ኣለና ምስቲ ዘለናዮ ከዓ ከጎልሕ ክኽእል ኣለዎ ማእታን ኩሉ ግዜ ሕጉስ ፅቡቅ ክኸውን ኦኬ ያ ሕጂ እንታይ ይብላ ላይክ ኣትራክትስ ላይክ ይብሉ ዝመስለካ ወይ ከዓኒ ዘለካ ፍሪኩንሲ ኢና ስሕበት ጌርና ፍቕሪ ድዩ ወይ ከዓ ፅሊ ኦኬ ላይክ ኣትራክትስ ላይክ ከምቲ ሕጂ ክብሎ ዝፀናሕኪ ከምኡ እዩ ዝበሃል ከምዚ ንዓኻ ድመስል ኢኻ ስሕበት ትገብር ዳሲ ኦኬ ናይ ፅልኢ ስሕበት ተደኣ ኣለካ ናይ ፅልኢ ስሕበት ይኸውን ናይ ፍቕሪ ስሕበት ተለካ ናይ ፍቕሪ ስሕበት ይኸውን ኩሉ ግዜ ኣይኮነን ከማነ ወላ ሓዳር ምስ ሰባት ዝገብሩ ንብዙሕ ነገራት ከማነ ኣብ ሕጂ ጀነራል እየ ክዛረብ ብዙሕ ነገራት ከማነ ንሃፍተን ኢሎም ድም ዋላ ንሽሞም ኢሎም ድዮም ሽም እንተድኣ ኣለዎም ወይ ንገለ ነገራት ኢሎም ከማን ዝኣትዉ ኣለዉ። እዚ ሕጂ ነጋቲቭ ክኸውን ይኽእል እዩ፣ ንዓታቶም ግን ነጋቲቭ ድዩ? ኖ ነጋቲቭ ኣይኮነን ኢንፋክት ፖዘቲቭ እዩ ኣብቲ ዝደለይዎ ክበጽሑ። ብዝኾነ ዋት ኤቨር ግን እቲ ስሕበት እቲ እቲ ኣብዚ ዓመጽ እንድዩ ኖ እቲ ካልእ ከኣኒ ከምኡ ዓይነት ተንደንሲ እንተዘይህልዎ ከምኡ ዓይነት ሰብ ኣይምስመጾን። ኦኬ ኣብዚ ሕጂ ከነብል ኣለና ከተዓራሪ ክኽእል ኣለኒ ማይ ጋድ ቀጢነ እንዲ ኩሉ ክዳውንተይ ገፊሕኒ ሕጂ ግን ሮጊደ ኣለኹ እምበር ብጣዕሚ ኣጢነ ነይሩ ነዚ ገለመለ ብዝኾነ ቃንዛ ዘለዎ ስሕበት ተሰሓበና ቃንዛ ዘለዎ ስሕበት ተሰሓበና ኦኬ ዝመሳሰል ቃንዛ ኣለና ዝመሳሰል ቃንዛ ኣለና ማለት እዩ። ሕጂ ንኣብነት ቅድሚ ሕጂ ነጊረኩም ነይረ ብዙሓት ሰባት ኣለዋ ኡፍ ሓደ ዓይነት ሰባት ጥራሕ ኣነሲ ኣብዚ ሂወተይ ይመፁ እንታይ እየ ገይረ ገለ መልታት ነብስና ኣፅሪና ዲና ነብስና ኣፅሪና ዲና ነብስኻ ድሕነት ፅሪኻ ብጣዕሚ ከቢድ እዩ ንዓኻ ዝመስል ሰብ ክመፅእ የ ምክንያቱ ነብሱ ዘፅረየ ክከውን ክክእል ኣለዎ ምክንያቱ ሓደ ላዕሊ ባርብሬት ቫርብሬት እንዳገበረ ተሓተ ድሕን ተሓደ ካኒ ቫርብሬት ይገብር ኣሎ ከቢድ እዩ ኦኬ ንሰማማዕ ንረዳዳእ ከይፈረድና ተፀሚምና ብሓደ ንነብር ሕጂ ንኣብነት ተሳማሚዖም ተራዳዲኦም ተጸሚሞም ኣብ ሓደ ነብሩ ኣብዚ ዕቤት ኣሎ ትምህርቲ ኣሎ ግን ሓንሳብ ሓንሳብ እቲ ኣድቫንተጅ ድሕን ዝወስደልካ ሰብ ከዓ ድሕን ተጸሚም ከሎ ኣብ ደይ ሕማምካ ክትኣቱ ኢኻ ማለት እዩ ስለዚ ሲ ሕማምካ ማነፈስቲ ምግባር ፍታሕ ክትረኽበሉ ክትረክብ ኣለካ ፍታሕ ኢሎማ ከምኡታት ክትረኽበሉ ክትክእል ኣለካ ማለት እዩ ግን ኤነርጂና ድሕን ፈሊጥና ንሕና ኤነርጂ ምዃና ድሕን ፈሊጥና ንቀያየር ድሕን ምዃና ፈሊጥና እዚ ኣብዚ ቦታታት ኣይንበፅሕን ኢና እቲ ነብስኻ ደይ ምፍላጥ እቲ ስለ ደይ ትመሃሮ እዚ ነገራት እዚ እዩ እኮ ኣብ ኮንፍሊክት ኮንፍሊክት ንገዛእ ርእሱ ሲ ማለት ኣብ ሓደ ቦታ ንክብፅሓካ እዩ ኦኬ ግን እቲ ፍልጠቱ ድሕን ደየለ ኣንነት ድሕን ኣለዎ ግን ኣብዚ እቲ ሽግር ድመፅእ ኣነ እዚኣ ከምዚ ክትብለኒ እዚ ንዓይ ከምዚ ክብለኒ እዚ ኣንነት ኣንነት ከዓ ቅድሚ ሕጂ ብኢጎ ተዛሪብና ነርና ኢና ኣብቲ ናይ ቀደም ቪድዮ ናተይ ኬድኩም ክትሪእዎ ትኽእሉ ኢኹም ኦኬ ተፀሚምና ብሓደ ንነበር ብሓደ ንነበር ንርድኦም ንርድኦም ምክንያቱ ዝማሳሰል በሰላ ስለ ዘለና ኦኬ እዚ ድሕን ፈሊጥካዮ ብሓብ ሓደ መሬት ኢኻ ተፈጢርካ ድሕን ተባሂልካ ድሕን ፈሊጥካዮ ንምንታይ ምዚ ሰብ እዚ ክትፈሪ ፈጣሪ ደኣሰሮስ እንታይ ኣይፈትሖን ዝበሃል ማለት ፈጣሪ እቲ ፍጥረት እንዲ እቲ ባርብሬሽን ድሕን እቲ ቫይብሬሽን ድሕን ኣራኺቡና እቲ ፍርኩንሲ ድሕን ኣራኺቡና ሓብ ሓደ መሬት እዩ ተባሂሉ ዘሎ ድሕን እዚ ርድኢት ኣለና ኣነ ኣብዚ ሰብኣይ ወይ ኣብዛ ሰበይቲ ዝቐረብኩ ኣነ ካብኣ ዝመሃሮ ወይ ከኣ ካብኣ ዝፈትሖ ነገራት ወይ ከኣ ኣነ ካብኡ ዝመሃሮ ምስኡ ኮይነ ናተይ ነገራት ዝፈትሖ ነገራት ስለ ዘለኒሲ ግዜ ክህብ እየ እንዳበልካ ነታ ናትካ ነገር እንዳኾላዕካያ ትኸይድ ማለት እዩ ስለዚ ኣብዚ ኖሌጅ የድልየና ኖሌጅ ሕና ኣሎ ዘቀያይም ዘተሓራርቕ ዘፈራርድ ከማነ ኣይግባእን ኣይምስ ኣለወና ነይሩ ደቅና ጓስ ኦኬ ብመጠኑ

ምፍራድ ንፈትዎም ብጠቅላላ ከምቲ ደለዎም ምስ ቁስሎም ምስ ቃንዝኦም ምስ ሽግሮም ምስ ገለምልኦም ኩሎም ብኩሉ ነገር ተጎልቢቦም ከለዉ ድሕር ፈቲኻዮም ፍቅሪ ኣለካ ማለት እዩ ከም ንውላድካ ንውላድካ ዋት እንታይ ዝኾነ ዓይነት ቆልዓ ይወለድ ትፍቅሮ ውላድካ ስለ ዝኾነ ኣፍኮርስ ንሰብኣይካ ወይ ንሰበይትኻ ከቢድ እዩ ግን ምስ ነብስኻ ድሕን ሰሪሕካ እሱ እዩ ኣባና ቀዳሞ ፅኑዕ እዚኦም ዋላ ምላዕልን ፅኑዕ ሓዳር ከግብሮም በቃ እሳ እንዲያ ትዕድልተይ እዚኣ እያ እሳ እሳ እንዲያ ትዕድልተይ ናተያ ኣምጀስኮነተይ ክወስዶ እየ ኢለን ስለ ዝቅበልኦ ኣንኮንዲሽናል ላቭ ይበሃል ብደይ እዚኣ ሰብ ብትግርኛ ፕሊስ ፀሐፉለይ ኣብኡ ከለካ ንሰብ ክትፈትዎ ከለካ ምስ ኩሉ ነገሩ ምስ ኩሉ እንታይ እዩ ዝበሃሉ ዩጅዲ እዚ ኣብ ውላድካ እዩ ዝርከብ ንሰብ ከማነይ ክትፈትዎም ትኽእል ኢኻ ንሰባት ዋላ ኣቲ ከምዚ እንድዩ ከምዚ እንድዩ ሰዋት ፈትዋ እየ ኬፍ ትበኒ እያ ዳሲት ከምኡ ዝበለ ኣሎ እዚኣ ሰበይቲ ክትከፍእ ከመይ እያ ምዚኣ ሓዳር ትገብር ገለምታት ምሽ ድብሉ ሰባት ኣለዉ ግን ተማን እቶም ሰብኡት ነተን ኣንስተን ይፈትውወን ቆሞ ይሄ ብመጠኑ ኢልና ኢና እዚ ብመጠኑ ኦኬ እዚኣ ኢልና እያ ሰሪሕና ያለና ደቂ ነገውስ ላይክ ኣትራክት ላይክ ኣንኮንዲሽናል ላቭ እዚ ቨሪ ኢምፖርታንት እዩ እዚ ኖሎጅ እዚ ድሕና ኣለና ሓዳርና ቀጣቢና ፅቡቃት ደቂ ነጋስ ኣዋል ድሕን ሰበይቲ እዚ ትርድኢት ኣለዋ ንደቃ ፅቡቅ ጌራ ተኣሊ ንሰብኣያ ፅቡቅ ጌራ ተኣሊ ፍቅሪ ትህብ ፈጣሪ ከዓ ፍቅሪ ህባ ኢለ ኣነ ድኣምን እዚ ኖለጅ ኩሉ ሰበይቲ ክህሉ ኣለዎ። ምክንያቱ ሰበይቲ ድሕን ነቒሓ፣ ሰበይቲ ድሕን ተረዲእዋ፣ ሰበይቲ ድሕን ምልእቲ ኮይና ኩሉ ነገር ክትገብሮ ትኽእል ኢለ እያ ዝኣምን ኣነ። ምክንያቱ ሰበይቲ ሞልቲ ታስክ ትገብር፣ ብዙሕ ነገራት ትገብር ኣብ ሓደ ግዜ። ክእለታት ኣሎ ኣብ ሓንጎል ፈጣሪ ድሃበና እቲ ናህና ኤነርጂ እቲ ካበይ ንሓርቕ ካበይ ንቀንእ ካበይ ብዙሕ ተስፋታት ንደሊ ንምንታይ ከ ንደሊ እዚ ድሕን ተረዲእና ኦኬ ሽዕኡ ሸለል ክንብል ንኽእል ኢና ኦኬ ኣብ ነብስና ንውከል ኣብ ፈጣሪና ንውከል ያ ኦኬ ከም ናትና ቃንዛ ድሕን ኣለዎም ቃንዛና በሰለና ኣብኦም ኣብ ቅድሜና ስለ ንርእዮ ዝርድኡና ንቅበሎ ይርድኡና ንቅበሎ በሰላና ብጻይን በሰላና በሰላና ይብጻይና ኦኬ ድሕን ነዞም ሰባት ንፍቅሮም ኮይና ኣብ ሕማሞም ኣብ ሓዘኖም ኣብ ሽግሮም ኣይንገድፎምን ኣብ ድኻሞም ኣይንገድፎምን ምኽንያቱ እቲ በሰላ ናይ ብፃና ናትና በሰላ ኢልና ድሕን ኣሚንና ድሕን እዚ ትርድኢት ኣለና እንተዘየሎ ኣይምስረኣናዮን ነርና ኣለዋ እንዶ ኣንስቲ ወላዲ ገበሩ እንዳገበርወን ደይርደን ደይፈልጣ ዋይ መክንያቱ እዚ ትርዲኢት ስለ ዘሎም ፍልጥ ብኮንችስ ብኣንኮንችስ ናታትን ስለ ዝኮነ ካብኤን ንላዕሊ ከኣ ድፈልጦ ነገር የለን ኣቲ ታይ ከም እዚ ግደፍዋ ገለ ድብሎን ኣሎ ሳተን ግን ኖኖ እሱ ኢዱ ምእማኒ ምክንያቱ በሰላ እያ ትሕውተላ ኣብኡ ኮይና ኦኬ እንተ ደይህልዋ ነይሩ እቲ ፍርኩንሲ ኣይምተረኸቡን ነይሮም ጽቡቕ በሰላ ክኸውን ይኽእል እዩ፣ ሕማቕ በሰላ ክኸውን ይኽእል እዩ፣ ዘይጉህ ማለት ኦኬ። ከንብባ እየ እንደገና። ከም ናትና ቃንዛ ድሕን ኣለና ሲሚላር ሓደ ዓይነት ቃንዛ ድሕን ኣለና። ሕጂ ንኣብነት ኤርትራውያን ምሽ ብሰሃራ ድመፁ ኣለዉ። ብሰሃራ ድመፀ ምስቲ ሰሃራ ዝመፀ ፅቡቅ ገይሮም መረዳድኦም ቃንዝኦም ብሓንሳብ ኮይኖም ከዓኒ ብዝያዳ ዕድል ኣሎ ክሓውዩ ካብ ሕጂ ንኣብነት ኣነ ኣብ ዓዲ እንግሊዝ ዝቕመጥ ኣኻብ ኣብ ዓዲ እንግሊዝ ዝተቐመጠ ሰብ ምስ ኣብ ሰሃራ ድመፀን ኦኬ ካብ ሰሃራ ዝመፀ ምስ ኣብ ሰሃራ ዝመፀ ካብ ዓዲ እንግሊዝ ዝተወለደ ምስ ዓዲ እንግሊዝ ዝያዳ ክቀራረቡ ይኽእሉ ኣብ ውሽጦም ገለ ነገር ኣለዎም ዘራኽብ ሓደ ዓይነት ፍሪኩንሲ ኣሎ ክልቲኦም ኮይኖም ከዓ ብሓንሳብ ክሓዊ ይኽእሉ ዋላ ኣብ ፅቡቅ ዝነበሩ ዋላ ኣብ ሕማቅ ዝነበሩ ዋላ ከማነይ ሕጂ ንኣብነት ፃቕጢ ዘለዎም ሰባት ምስ ፃቕጢ ዘለዎም ክተሓጋገዙ ይኽእሉ እዮም ዋላ ተዘይ ተሓጋገዙ ኣትሊስትሲ ርድኣኒ እዩ ቃንዛኻ ኣብኡ ከለዎሲ ኣሎ ያ ኦኬ እዚ ነብስና ንፍቅ ኦኬ ኣብዚ ኣሎ ከም ናትና ቃንዛ ድሕን ኣለዎም ቃንዛ በሰላ ኣብ ኦም በሰላናን ቃንዛናን ኣብኦም ነይሩ እዮም ኣብ ቅድሚ ኣብ ቅድሚና ስለ ንርእዮ ምክንያቱ ንሓደ ሰብ ዝተጎድኣ ክትርእዮ ከለኻ እስኻ ድሕን ከምኡ ዓይነት ተጎዲእካ ነርካ ወይ ከዓ ተጎዲእካ ኣለኻ ስትሬተ ወይ ትናትካ ቃንዛ ኣብኦም ትሪኦ ኣብ ቅድሚኻ ግትር ይድብለልካ እየ ንሪኦ ንቕበሎ በሰላና በሰላ ናይ ብፃይና ኣይንፈርዶምን እዚ ከምዚ ረኪቦ ሕማቅ ገለ ኣይንብልኖ ኖ ሃንጎፋ ኢልና ንቕበሎ ምክንያቱ ንፈልጥ ኢና ይርዳእና እዩ ያ እዚ ነብስና ንፍቅር እዩ ማለት እዚ ኦኬ እዚ ነብስና ንፍቅር እዩ ማለት እዩ ኣንኮንዲሽናል ላቭ ማለት እዩ ምስ ኩሉ ሽግር ንነፍሲ ክትቅበሎ ከለኻ ምስ ኩሉ በሰልኻ ሕጂ ድሕን ኒሕና ንሰባት ደይተቐበልናዮም ናትና ሽግር እዩ። ሕጂ ጓለይ ምሽ ገለን መፅያ ኮምፕሌን ቀደም ብሕልፊ ሕጂ ኣይትገብረለይን እያ ትፈልጠያ መልስታተይ ኩሉ ቀደም ንእሽተይ ኮይና ካብ ትምህርቲ ማማ ከምዚ ገለ ገለ ክትብለኒ ከላ ኣነለያ እሞ ሕማቅ ተሰሚዒኪ ወይ ብላ ሲዩር ስታፍ ማማ ከምኡ ኣይትበልኒ ገለ መለ ትብለኒ ኣይኮነ እንተደይኮይኑ ናትኪ ነገር እንተዘይኮይኑ ኣይምሰቆን ዝወክን ነይሩ ሕጂ ንኣብነት ድሕን ኣብ ሓደ ሰብ ሓደ ነገር ኣሎ ናትና ስለ ዝኾነ ኣይኮነን ኣይኮነን ኢና ንብል ግን ድሕን ዲብ ዲብ ርኢና ናትና እዩ ኦኬ ናትና እንተዘየሉ ኣይምሰሕረቐናን ነይሩ ኣይመሰባሳጮናን ኣይመሰሕረቐናን ኣይምጸላዕናዮን ኦኬ ሓደ ሓደ ሓደ ነገር ርእያ ኣቢል ካብ ካልእ ሰብ ጽልቅጭ መጸካ ምክንያቱ ናትካ ነገር ከምኡ ስለ ዘለካ ድሕን ተቐቢልካዮ ግን ትርዳእ ትርዳእ ኢኻም ንሓደ ሰብ ኣብ ሕማቕ ኩነታት ኣብ ጭንቂ ኣብ ገለ ድሕና ኣሎ ድሕን ደንጊጽካሉ ወይ ተቐቢልካዮ ናትካ ነገር ተቐቢልካ ኣለኻ ማለት እዩ ኣብዚኣ ክደግማ እያ ኣስተውዕሉላ እዚኣ ሕጂ ንኣብነት ኦኬ ሓደ ሰብ ኣብ ሕማቕ ኩነታት ድሕን ኣሎ ድሕን እዚ ኢልካ ኣትሒትካዮ ኣካፊእካዮ ናትካ ቁስሊ ኣለካ ዲል ዘይገበርካዮ ዲል ዘይገበርካዮ ማለት ዘይፈወስካዮ ዘይፈወስክዮ ኸዓ ጓል ኦኬ ወይ ከዓ ኣነ ከማኒ ዘይፈወስክዎ ነገርስ ኣሎ ማለት እዩ እዚ ናብ ነብስኻ ምስራሕ ዝሰደካ እዩ ኣብ ኩሉ እዩ ፈተናና ኣብ ሓዳር ጥራሕ ኣይኮነ ኣብ ኩሉ እዩ ፈተነ ዘለና መዓልታዊ ሕጂ ድሕን ኦኬ ክንከውን ኮይና ምስ ነብስና ምስቲ ካልኦት ዘለዎም ሽግራት ኦኬ ክንከውን ክንከል ኣለና ምክንያቱ እቲ ናይ ካልኦት ሰባት ናትና ሽግር ስለ ዝኾነ ንሕና ኣይተቀበልናያን ኣይፍቀርናያን ንነብስና ማለት እዩ ንዓና ኣንኮንዲሽናል ላብ የብል ዳይ ኣንኮንዲሽናል ፕሊዝ ጻሓፉለይ መዕገቲ ዘይብሉ ፍቅሪ ማለት እዩ ኦኬ ቶታል ፍቅሪ ምሉእ ፍቅሪ የብልካን ኣብ ነብስካ ማለት እዩ ንካልእ ሰብ ድሕን ጸሊእካ ሕጂ ሓደ ሓደ ነገራት ክጋጠም ከሎ ገለ ምሽኡ ስብል ደይ ትዛረብ ይብሉኒ ንምንታይ ይዛረብ ዘዛርብ የብለይን ምክንያቱ ድሕን ሓደ ሰብ ሓደ ነገር ይብል ኣሎ እስ ናታቶም ሪያሊቲ እዩ ከመይ ገይራ ኣነነኖ ከምዚ እዩ ናትኪ ከምኡ ኣይኮነን ናትኩም ሪያሊቲ ከምዚ ኣይኮነን ከምዚ ክስምዓካ ኣለዎ ከምቲ ኣነ ዝስምዓኒ ኣለዎ ክብል ኣይኽእልን እየ ድሕን ንኣብነት ሕጂ ኣብዚ ናይ ኤርትራ ከማን ኣነ ብዙሕ ብታት ሕጂ ክርብሸኩም ኣይደልን እምበር እዚ ዝጋነፍ ዘሎ ደስ ኣይብልን እዩ። ሰብ ሰትል ኮይኑ ሓዳሩን ናብርኡን ገልምታት ክገብር ኣሎ። ግን ድሕን ኖ ኣይ ኣም ኖት ፊሊን ዌል ኣነ ዝፅቡቕ ስምዓኒ የለን ውሽጠይ ድሕን ኢሉ ግን ኣነ ኖ እስኹም ከምዚ ክብል ኣይኽእልን እየ ኣይግባእን ኣይግባእን ስለዚ ናትካ ድሕን ፀሪኻ ኦኬ ናይ ካልኦት ካካይ ኣይራኣየካን ትሪኦ ኣብ ደገ ካካያት ናትካ ካካይ እዩ ናይ ኣብ ደገ ትሪኦ ጽቡቅ ከኣኒ ናትካ ጽቡቅ እዩ ጽቡቅ ሪኤን ሰባት ደይ ደስ ዘይብለን ሰባት ኣለዋ ምስ ነብሰን ክሰርሓ ኣለዎን ጽቡቅ ሪኦም ሰባት ደስ ዘይብሎም ኣለዉ ምስ ነብሶም ክሰርሑ ክኾኑ ጽቡቅ ሪኦም ሰባት ደስ ዝብሎም ኣለዉ ብጣዕሚ ደስ ዝብሎም ምስ ነብሶም ሰሪሖም እቲ ናይ ደስታ ደስ ዝብል ነገር ሰሪሖም ንሎ ሕጂ ሓንቲ ኣላ ምግቢ ትፈትያ ሕጂ ኣነ ክበልዕ ከሎ እው ክጥዕም ምሽ ይብል ጥዑም ኢኻ ጥዕመኒ ንዓይ ምግቢ እዚ ምስ ሓሙም ከማን ንእሽተይ ስለ ዝወረድኩ እቲ ጣዕሚ እየ ግን እንታይ ትቕየረካ እዩ እምበረይ ብጣዕሚ ጥዑም እዩ ዝጥዕ- ዝጥዕመኒ እዩ ኢለካ እየ። ሕጂ ዋ ሕጂ በሊዕና እንደገና ከተብልዕና ጥዑም ጥዑም ኣይትበልን ስለኒ ዋ እሱ እንድዩ እሱ ድዩ ክትበልዕ ደለኺ ወሴድ ዳልዕ ደላ ስለዚ ሲ ከመይ ናይ ውሽጥና ኩሉ ነገር ናይ ውሽጥና እዩ ክብል ኢለ ዝኾነ ንብፃይካ ንብፃይካ ኦኬ ንብፃይና ዳ ንብፃይና እዚ ተተረዲእና ሓዳርና ይፀንዕ ኦኬ ብፃይና ማለት ሕጂ ኮይኑ ደሎ ዋይ ሓንሳብ ሓንሳብ ካበይ የምፆት ትግርኛ ኣነ ይፈልጥ ነ ተጠቂመሉ ይፈልጥ ዚሕን ተጠቂመ ከዓ እንደገና ከንብቦ ከለኹ ከዓ ኣይዝክ- ኣይዝክሮን እየ ግን ኣብቲ ናይ ፍሎ ክስታይ ክትመፅእ ክፅሕፍ ከለካ እ፣ ዋላ ካልእ ኖትቡክ ክህልወኒ ኣብዚ ክፅሕፍ ከለኹ ከም ስርዓት ይቕየር እ፣ ድሕን ከምኡ እዩ ድሕን ናፃ ትራፊክ ኮይኑ ርእስኻ ኣኦም እዩ ዝኸውን ብዝኾነ እዚ ከዓ ፈጣሪ ንዓኻትኩም ዝሃበኩም እዩ ኢስኖ ማይ ኤኒወይ ንም- እ፣ ንምፃኢና እዚ ተተረዲእና ሓዳርና ይፀንዕ ኦኬ ዋላ ኣብ ጽንኩር ግዜ ክእለታትና ናይ ምጽዋር ተዘውት ናይ ምጽዋር ተዘውትር እዚ እንታይ ዓይነት ሓዳር ንደሊ ምስ ነብስና ምስራሕ ምስራሕ የድሊ ኦኬ ሕጂ ሓዳርና ከነስርሖ ድሕን ደሊና ተጻዋርነት ክህልወና ኣለዎ። ተጻዋርነት ክህልወና ኣነ ብምግቢ ተዛሪበ እየ ኦኬ ድሕን ሕርቕ ሕርቕ ንብል ኣለና ምስ ፓርትነራ ጾም ጸሎት ንግባር ኦኬ ኣትጸልያ ጾማ ኦኬ ጼምካ ትዛረቦን ኦኬ ጸጊብካ ትዛረቦን ይፈላለ እቲ ኤነርጂ ከማኒ ንኣብነት ኦኬ ኣይግድሸክን ተብልክን ኣነ ከዓ እትሰገ ግን ኣነ ከምኡ ኢለ ይሓስብ ዋላ ንስኻትኩም ከማና ብትመወዳት ድሕን ፈራዕ ፈራዕ ደብለኩም ኣሎ ምዝ ንፅቡቃት ኦኬ ፅሙ ፅሙ ኦኬ ፅሙ ሽዕኡ ክትፈልጥዎ ኢኹም ኦኬ ኣብ ነብስኹም ክትቀርቡ ኢኹም ኦኬ ፅቡቅ ኢንፎርሜሽን ክመፀኩም እዩ ኣብ ነብስኻ ድሕን ቀሪብካ ሓቂ ኢኻ ትኸውን ሓቂ ኢኻ ትፈርድ ንብጻይካ ከኣኒ ክትጎፍዖ ወይ ከቲ ሕማቅ ክትህቦ ኣይትኽእልን ኢኻ ዋላ ዘረባ ከማን ምጽቡቅ ደቂ ኣንስትዮ ኤኒወይ ጥዑም ዘረባ እየን ካብ ኩሉ ነገር ጥዑም ዘረባ ሰኪር ዘረባ እየን ዝደልያ ሰኪር ጥዑም ዘረባ ኩሉ ንደሊ እንዲና ግን እታ ጥዕምቲ ዘረባ ናይ ናጻ እቲ ትተሓጋገዞ ናይ ናጻ እዩ ኣለኹልኪ ክትብላ ከለኻ ኮንፊደንት ይፈጥረላ እቲ መዓልታዊ ንዓኻ ንደቅኻ ንኩሉ ኣዝማድካ ኣዝማዳ እዚ ኩሉ ባርብሬት ክትከውን ብርህ ድበለት ክትከውን ኦኬ ምስታ ደሎ ሰብ ፍናን ክህባ ክኽእል ኣለዎ ያ ይግባኣ ኢኻ ብሕልፊ ብሕልፊ ያ ያ ገድፋ በሰላ ኣሕዋ በሰላና ኣሕዊና ዶ ወይ ምስ ብፃይና ኮይና ንሕዊ ምክንያቱ ሓደ ሓደ ግዜ ሕጂ ንኣብነት ነነ ኣነ ገለ ክኸውን ኣለኹ ሎሚ ብዙሕ ነገራት ትመፅኒ ኣሎ ግን ኖ ዝኾነ ሰብ ንኣብነት ኦኬ ድሕን ምስ ነብሱ ሰሪሑ ኣብ ዝኣተወ ኣትዩ ዋላ ሓንቲ ክኸውን ኣይክእልን እዩ ምክንያቱ ምስ ነብሱ ሰሪሑ ኣሎ ዘጣብቆ ኣታችመንት ኣነ ብዛዕባ ኣታችመንት ሰሪሕልኩም ነይረ ኣታችመንት ኢዝ ቨሪ ፓወርፉል ብጣዕሚ ፓወርፉል እዩ ኣታችመንት ኣነ ብኣታችመንት ሰሪሕልኩም ኣለኹ ኣብቲ ናይ ቀደም ቪድዮታተይ ኬድኩም ድሕር ሪኢኹም ዓብ ትምህርቲ ክህበኩም እዩ ከማን እንዳተምሃርኩም እንዳተምሃርኩም እንዳተምሃርኩም ሽ ትመፁ እንደገና ኬድኩም ክትምሃርዎ ከለኹም ከዓ ፒክ ዘይገበርኩምዎ ኖለጅ ከዓኒ ዘየልዓልኩምዎ ኖለጅ ከዓ እንደገና ክህልወኩም ስለ ዝኾነ ኣብ ነብስኹም ኢንቨስት ግበሩ ቅድሚ ኩሉ ሰብ ኣብ ኢንቨስት ኣብ ነብሲ ከዓ ኢልኩም ደቂ ነጋውስ ከይትሞቱ ከይትሞቱ ህይወት መዳርግቲ የብላ ኦኬ እዚኣ ኩሉ ግዜ ድብለኩም ኣነ ዓሰርተ ዓመት ኣለኒ ከምኡ ከም ዝበለኩም ከይትሞቱ ዝደለኹሞ ኣብ ርእስኹም ደሰርሑ እንድሕን ሰሪሕኩሞ ኣብ ደገ ክቕየር ኣነ እዚ ኩሉ ስራሕ ድገብሮ መዓልታን ሙሉኣት ክትኮኑ ከም ኣባኻታትኩም ከም ናታትኩም ፓስክስታይ ናትኩም ኣብቲ ውሽጥኹም ዘለኹም ዲኤንኤ ንዕኡ ኣነ ስዊች ኦን ክገብሮ ደሊ ዘለኹም ኦኬ ኣብ ዝኾንኩም ዓድኹም ክትቋፃፀሩ ኣብ ዝኾንኩም ዝኾነ ነገር ክትቋፃፀሩ ኦኬ እዚ ግን ምስ ውሽጥኻ ምስራሕ እዩ ግዜ እዩ ኸ ያ ብዝኾነ ብዛዕባ በሰላ ኢና ንዛረብ በሰላኻ ድሕን ሕዊኻ ሙሉእ ሓዳር ክትገብር ይቐለልካ ድሕን በሰላ ኣለካ ከኣ ሽግር ኣይኮነን ምስ ብጻይካ ኮንካ በሰላኻ እንዳሕውኻ ትነብር ምክንያቱ ክትጋጠም ከለኻ ሕቡእ ዲ ጉሁድ ዲ በሰላ ናይ ግድን ኣይ ቲንክ ብዚ ሕልኩም ኣሎ በሰላ ዘይብሉ ሰብ የለን ነቲ ሓደ ዓቢ በሰላ ነቲን ክኾን ይኽእል እዩ ንእሽተይ በሰላ ብዙሕ ክኾን ስለ ዝኽእል ኦኬ ያ ነዊን ኣነዊን ከዓኒ ህይወትና ኣፌክት ይገብረና እዩ ኦኬ ትርድኢት ፍሪኩንሲ ተለና ነላሊ ድልየትና ፍሪኩንስና ድማ ነልዕሎ እቲ ናትና ህርመት ህርመት ናይስ ወር እቲ ናትና ህርመት ድሕን ኣላሊናዮ ደቂ ነጋውስ ነልዕሎ ሃይ ንገብሮ ኦኬ ካብ ታሕቲ ንገብሮ ብፍቕሪ እዩ ከዓ ድሕን ሃይ ክኾን ኮይኑ ደቂ ነጋውስ ናይ ፍቕሪ ማለት እዩ ኦኬ ነልዕሎ ፅቡቅ ፅቡቅ ጥራሕ ኣብ ከምዚ ናይ ባንክ ንእቱ ፅቡቅ ፅቡቅ ፅቡቅ ፅቡቅ ጥራሕ ኣብ ነብስና ኣነ ኢለኩም እዛ ነብስና ቆፎ እያ ቅድሚ ሕጂ ድሕን ርኢኹሞ ኦኬ ፈቃር ንገብር ንዝምፀና መታን ክንገጥሞ ኦኬ ነብስና ነልዕላ ፈቃር ንገብራ ኣብ ፍቅሪ ጽልኢ የለን ok ፍቅሪ ጓሂ የለን ኣብ ፍቅሪ ሕማቅ የለን ድሕን ላዕል ቫይብሬት ትገብር ኮንካ እቲ ናይ ታሕቲ መጽዩ ንዓካ ክትንክፈካ ኣይክእልን እዩ ወይ ከዓ ንዓኺ ክትንክፈ ኣይክእልን እዩ ኦኬ ስለዚ ከመይ ጌርና ኢና ነብስና ንሕዊ ከነልዕሎ ክንክእል ኣለና እቲ ናትና እንታይ ይበሃልና ሓይልና ኦኬ ኦኬ እዚ ድሕር እዚ እዚ ርድኢት ፅኑዕ ሓዳር ክንገብር ይሕግዘና እዚ ዓይነት ፍልጠት ርድኢት ኣድሕና ኣለና ፅኑዕ ሓዳር ክንገብር ንኽእል ኦኬ ኦኬ ኣይ ቲንክ ፊፍቲ ሚኒትስ ከምዛ ናይ ተረዳት ከሆነ ኦኬ ከምኡ እውን ዘይምጽባይ ክገብሩልና ጽቡቅ ጥራሕ ምግባር ኦኬ ንብጻይካ ፍቅርን ጸሎትን ከኣ ይሕግዝ ሕጂ ሰባት ክንገብረሎም ሰብኣይና ድዩ ሰበይትና ድዩ ዋላ ዝምድና መሓዛና ገለ ክገብሩልካ ኢልካ ኣይትግበር ኣይትግበር ኣይትግበር ኖ በል ኣይትግበር ኦኬ ክገብሩልካ ኢልካ ኣይትግበር ምክንያቱ ክትፅበ ድሕን ኮንካ ክትደከም ኢኻ ድሕን ደይተገበረልካ ከዓ ክትቁንዞ ኢኻ ኦኬ ስለዚ ዘይምፅባይ ክገብሩለይ የሚልካ ደይምፅባይ እቲ ትገብሮ ትኽእል ግን ግበር ኦኬ ሽዑ ካብ ኣምላኽ እዩ ዝርከብ እቲ ፅቡቅ ድሕን ገይሩልካ ካብ ኣምላኽ እዩ ዝብል ዝብል ክትረኽቦ ኢኻ ግን ፍቕሪ ከተዘውትር ኣለካ ናብ ኣምላኽ ናብ ነብስኻ ምቕራብ ኣነ ጸሎት ክብሎ ከሎ ጸሎት ክብሎ እዩ ሕጂ ኣብ ነብስኻ ምቕራብ እዩ ቅድሚ ሕጂ ዝብሎ ዝነበረ ግን ሓሳ ሓሳብ ሰባት ስለ ዝሰክፎም ጸሎት ክንብላ ኢና ጾም ጸሎት ዝበለጸ እየን እዩ ጾም ጸሎት ኣነ ሜዲቴሽን ይገብር እየ ኩሉ ግዜ ዝዛረበ ናተይ ዳየት ከማን ከም ድሌተይ ክቆያይሮ ክእል እየ ሕጂ ዳ ንእሽተይ ክስተይ ኮይነ ኣለኹ እምበር በዚ ናይ ነብስኻ ምስራሕ ዝያዳ ከተፅንዑ ድሕን ደሊኹም እዚ ዶክተር ሂውሌን ዝበሃል ሰሪሕዎ ኣሎ ኤችኢዳብሊውኤልኢኤን ዶክተር እዩ ይዛረብ ምናልባት እቲ እንግሊሹ ኣይደነ ከመይ ክኾነኩም ይኽእል እምበር ድሕን ምሰብ ነብሱ ብዙሕ ኣሎ እዚ ግን ናተይ እንታይ ይበሃል እዩ ፈትወኩም እየ ደቂ ደጋውስ ፈትወኩም እየ ፈትወኩም እየ ፈትወኩም እየ ኣዜ ቢዕብዮ ቻው